ሎማዓንቲ ንዛረበሉ ብዛዕባ ሶሲያል ፈዚሸንስ ኑመር ወይ ድማ ብትግርኛ ማሕበራዊ ናይ እንሹራንስ መለለዪ ከምኡ ድማ ናይ ረንትን ፈዚሸንስ ኑመር እዚ ኸዓ ማሕበራዊ እንሹራንስ መለለዪ ጥሮታ ይበሃል። እዚ እንታይ እዩ? ቁጽሪ ማሕበራዊ ድሕነትን ቁጽሪ መድሕን ጥሮታን ዝብሉ ቃላት ከተፋላለዮ ኮይኖም ግን ሓደ ትርጉም ደለዎም እዮም። ንክልቲኦም ሓደ ቁጽሪ ዘለዎም ግን ድተፈላለየ ኣስማት ድተዋህቦም ጥራሕ እዮም እዞም ኣብ ላዕሊ ዝተጠቕሱ ናይ ሶሲያልፈዚሸሩንስኑመርን ናይ ረንተንፈዚሸሩንስኑመር ዝተባህሉ። ማሕበራዊ ናይ ኢንሹራንስ መለለዪ ወይ ማሕበራዊ ናይ ኢንሹራንስ መለለዪ ጥሮታ ዝወሃበካ ቁጽሪ ንዓኻ ጥራሕ ንውልቅኻ እዩ፣ ሓንሳእ ምስ ተዋህበ እውን ንኹሉ ግዜ ናባኻ ዝተርፍ እዩ። እዚ ቁጽሪ ዝወሃበካ ኣብ ጀርመን ትነብር፣ ትሰርሕ ወይ ድማ ናይ መድሕን ወይ ድማ ኢንሹራንስ እንተለካ ዝወሃበካ ቁጽሪ እዩ። እዚ ቁጽሪ ዝወሃበካ ሓንሳእን ንኹሉ ግዜን እዩ፣ ዋላ ሽምካ እንተቐየርካ ዋላ ዓዲ እንተቐየርካ እውን ኩሉ ግዜ ኣይቅየርን እዩ። እዚ ቁጽሪ እዚ ኣብ መንነት ካርድ ትረኽብዎ ኢኹም። እቲ መንነት ካርድ ዝበሃል ከኣ ብፖስታ ካብ ናይ መድሕን ጥሮታ ክመጻኩም ክትረኽብዎ ኢኹም። ኣብ ጀርመን ናይ መጀሰርነርታ ስራሕ ምስ ጀመርካ እዚ ናይ መንነት ወረቐት ክትቕበል ኢኻ። እቲ ቁጽሪ ንምንታይ እዩ ዘድልየካ? እቲ ቁጽሪ መን ምዃንካ እዩ ዘርኢ፣ ንመድሕን ጥሮታ፣ መድሕን ጥዕና፣ መድሕን ነዊሕ ግዜ ክንክን፣ መድሕን ስራሕ ኣልቦነት ኣገዳሲ እዩ። እዚ ቁጽረት ክንደይ ናብ ማሕበራዊ ድሕነት ከም ዝኸፈልካ እውን ይሕብር እዩ። በቲ ቁጽሪ ጌርካ ንኣብነት ከም ጥሩታ ወይ ናይ ሕማም ናይ ሕማም ደሞዝ እንታይ ከም ትረክብ ንምሕሳብ ይሕግዝ። ኣስራሒኻ እውን እቲ ቁጽሪ የድልዮ እዩ። ከምኡ ድማ ነቲ ኣሰራኢ ወሃቢ ስራሕ ነቲ ናይ መድሕን ክፍፍል ብትኽክል ክሓስቦ ይኽእል። ቁጽሪ እንተ ጠፊኢካ እንታይ ክትገብር ትኽእል? ቁጽሪ እንተ ጠፊኢካ ሓድሽ ክትሓትት ትኽእል ኢኻ። ነዚ ምስ ወሃቢ መድሕን ጥዕና ወይ ምስ ናይ ጀርመን መድሕን ጥሮታ ክትገብሮ ትኽእል ኢኻ። መለለዪ መንነትካ ብውሑስ መገዲ ኣቐምጦ። ነቲ መለለዪ መንነት ብዲጂታል ክትዕቅቦ ትኽእል ኢኻ። ብድሕሪኡ ኣብ ዘድልየካ እዋን ብቕልጡፍ ክትረኽቦ ትኽእል ኢኻ።